ሰላምን ቅሳነትን ንዓኹም ክቡራት ተኸታተልቲ መደብ ሲሱ ሜድያ ከመይ ቀኒኹም ተስፋ ገብር ኩላትኩም ሰላምን ጽቡቕን ቀኒኹም ክትኮኑ ብምቕጻል እንኳዕ ናብ ክቡር በዓል ፋሲካ ብሰላም ኣብጽሐና እንዳበልኩ ንሎም መዓንቲ እምበኣር ሓንቲ ካብ ገለ ኣገደስቲ ፊቸርስ ኣብ ሞባይልና ንረኽቦም ፊቸርስ ሒዘልኩም መጽእ ኣለኹ ሰናይ ምክትታል ናብ ሙሉእ ትሕሶ ናይታ ቪድዮ ክወስደኩም ኣራይ እምበኣር ኩቡራት ተኻታተልቲ ሕጂ ናብቲ መይን ትሕዝቶ ናይዛ ቪድዮ ኢና ክንከይድ እቲ መይን ትሕዝቶ ናይዛ ቪድዮ ኣብ ሰቲን ኣቲና ኢና ክንረኽቦ ኣብዚ ንኣቱ ኣብ ሰቲን ምስ ኣተና ናብ ዶን ዲስር ትብል ክንከይድ ኢና ማለት እዩ ሰው ሕጂ ከምዚ ከምቲ ኣብ ካፕሽን ዝረኣኹሞ ኣብቲ መእተዊ ክልተ ነገር እዩ ዘሎ እቲ ቀዳመይቲ ሃዊካ ንሰተ እቲ ካልኣይቲ ከዓ ዋዊን ትሰተ ሕጂ ብክልቲኡ ክንምልሶ ኢና እታ ቀዳመይቲ ሃዊካ ንሰተ ከምዚ ከርእየኩም እየ ከርእየኩም እየ ኩሉ ስቴፕ ባይ ስቴፕ ካብዚያ ላዕሊ ጀሚረ ክሳብቲ መወዳእታ ናይዚያ ፊቸር እዚኣ ብምሉ ኣብኡ ዘሎ ክንከፍቶ ድዩ ዋላ ክንዓፅዎ ዘለና ነገራት ኩሉ ስቴፕ ባይ ስቴፕ ከርእየኩም እየ እቲ እታ ካልኣይቲ ከዓኒ ዋይ ዊኒ እቲ ትሰርሔ ንምንታይ እዩ ደገድሰና ንዓሰት ምግባር ወይ ከኣ ንምንታይ ኢና ንዓሰት ንገብራ ከኣ እቲ መይን ነገር ካርዮኪም እዩ ኣብዚ ንመጽእ ማለት እዩ ገለ ካብኡ ሕጂ ብዙሕ ነገር እዩ ዘሎ ናታ ዋይ ሰት ንገብራ ንዓ ብዙሕ ነገር እዩ ዘሎ ገለ ካብኡ ግን ኣብ ንድቅሰሉ ወይ ኣብ ክላስ ኣብ ንትህልወሉ ሰዓታት ከምዚ ረባሽ ቴሌፎን ምስ ዝመጸና ንኩሉ ነቲ

ኣብዚ ንመጽእ ኣብዚኣ ዶን ዲስተርብ ትብል ዘላ ዶን ዲስተርብ ምስ ኣተና ቀዳመይቲ ክንከፍታ ኢና ዶን ዲስተርብ ነዚኣ ምስ ከፈትና ዶን ዲስተርብ ሳይለንስ ኮልስ ን ኖቲፊኬሽንስ ዝኾነ ደወል ይኹን ኖቲፊኬሽንስ ኩሉ ንኸይርብሸና እናመፀ ዓፂና ኣለና ኣብዚኣ ምስ ዓፀና ኢና ከዓ ስኬጁል ንገብር ሰዓት ካብ መዓስ ክሳብ መዓስ እዩ እቲ ዝደለናዮ ሰዓት ኣብነት እጆ ኣነ ካብ ሰዓት እዚ ናይ ትማል መሊኦ ዝነበርኩ ይመስለኒ ኦ ናይ ትማሊ ሕጂ ክቕይሮ ክእል ኣብ ዝኾነ ሰዓታት ማለት ካብ ሰዓት ሓደ ክሳብ ሰዓት ሰለስተ ይኹን ክሳብ ሰዓት ክልተ ገለ ካልእ ቴሌፎናት ኣገዳሲ ዝጽበ ተልየ ወይ እውን ዝኾነ ክሪፕሽን ደይ ደለኹ ተኮይነ የጽንዕ ደይ ደለኹ ዋላ ሰርሕ በቃ ቴሌፎነይ ተኸፊታ ከላ ዝኾነ ነገር ግን ደወል ክሰምዕ ኣይደልኔ ክርኢ ኣይደልኔ ተይለ ከምዚ ኣገይረ ስከጁል ገብራ ቴን ደለኹን ሰዓታት ማለት እዩ ክሳብ ሰዓት ክልተ ካብ ሰዓት ሓደ ክሳብ ሰዓት ክልተ መሊኣ ኣሎ ከምዚኣ ገይረ ኣብዘን ሰዓት እዚአን ሕጂ ዝኾነ ቴሌፎን ተደወልን ሞባይል ዋላ ከይተዓፀወት ከላ ማለት እዩ ኣብዚ ሪንግ ኣይገብር እዩ ንዓይ ኣይርብሸንን እዩ ጠዋሊ ግን ናበይ ይኸይድ ናብቲ ናይ ኖቲፊኬሽን ሰንተር እዩ ዝኸይድ ንዑ ከዓ ብኸመይ ኢኻ ትኸፍቶ ኣብዚ ምስ ከፈትካ እዚኣ ዲም ሎክ ስክሪን ትብለላ ልክዕ ናብኡ ይድወስዞ እንታይ ብለካ ኣሎ

እቲ ድመጽ ነቲፊከሽን ኩሉ ናብቲ ነቲፊከሽን ሰንተር እዩ ድኸይድ ኣብታ ሰዓት ሰ ማለት ካብ ሰዓት ሓደ ክሳብ ሰዓት ክልተ ኩሉ ኣይረኣየናን ኣብ ስክሪን ኣይመጽን ንዓና ኣይርብሸናን እዩ ዝኾነ ነገር ከምዚ ድወለና ዘሎ ገለ ኣይርእየናን እዩ ጠዋሊ ግን ናብኡ ከይድ ማለት እዩ ኦኬ ሽዑ ኣብዚኣ ንመጽእ ኣብዚኣ ሕጂ እንታይ ትብለላ እቲ ሰዓታት ናይቲ ኖቲፊኬሽን ድመላእካሉ ናብቲ ኖቲፊኬሽን ሰንተር ንቕረሉ ሰዓታት ኣብዚ መጺ ኣሎ ኤልወይስ ኤልካ

ብጀካ ኣብቲ እታ ቴለፎን ኣብ ትዓጸወትሉ ግዜ ጥራይ እዩ እቲ ኢንካም ኮልስ ኤንድ ኖቲፊኬሽንስ ሳይለንት ዝኸውን። ድመጽእ ደወል ይኹን ዋላ ኖቲፊኬሽን ሳይለንት ድኸውን እዛ ቴለፎን ምስ ተዓጸወትና እዩ። ተተኸፊታ ማእሙና ክመጸና እዩ። ምክንያቱ ኣብዚ መሪጽና ኣለና ከምኡ ኢልና ማለት እዩ። ዋይል ኣይፎን ኢዝ ሎክድ እንተይልና እዛ ቴለፎን ኣብ ተዓጸወትሉ ሰዓት ጥራይ እዩ ናባና ደይመጸና እቲ ኖቲፊኬሽን ደይርብሸና። ተኺሉ ናብ ኖቲፊኬሽን ሰንተር ድኸይድ እንተ Always ሴልናያ ግን ትትዓጾ ትከፈት ብዘየገድስ ኣብ ድኮነ ሰዓት ኣብታ ስኬጁል ድገበርካለን ሰዓት ዘን ኣብዚኣ ደለዋ ሰዓታት ስኬጁል ገይረለን ደለኩ ሰዓት ካብ ሓደ ካብ ፋዱስ ክሳብ ሓደ ደሎ ኣብዛ ሰዓት እዚኣ ድመጸ ቴለፎን ድመጸ ኖቲፊኬሽን ይኹን ደወል ንዓይ ከይርኣየን ወይ ከይረበሸን ኣብ ስክሪን ተኺሉ ናብ ኖቲፊኬሽን ሰንተር ይኸይድ ሕጂ ናብዚኣ ክንወርድና ናብ ሳልሰይቲ ኣብዚ ታሕቲ ደለካ እንታይ ትብል ኣላ ኣሎው ኮል ፍሮም ኣብዚኣ ሕጂ እቲኣ ሜይን ናይዚኣ እቲኣ ሜይን ፓርት ናይዚኣ ኣርእስትና ናይ ሎማዓንቲ እያ ክትከውን ምክንያቱ እንታይ ኢለ ነይረ ኣብቲ መእተዊ ነቲ ደገድሰካ ቴለፎናት ነቲኦም ደፍቀድካሎም ቴለፎን እሶም ጥራዮም ክድውልካ ድክእሉ እዚኣ ኣክቲቭ ምስ ገበርናያ ድኖ ዲስተርብ ኣክቲቭ ምስ ገበርናያ ብጀካ እቲኦም ደፍቀድናሎም ቴለፎናት ካልእ ክርቡሽና ኣይክእሉን እዮም ኢለኩም ነይረ ከመይ ጌርና ከ ነዞም ሰባት እዚኦም ነፍቅደሎም እንተኮይና ሽዑ ኣብዚ ኢካ ትኣቱ ኣሎው ኮል ፍሮም ኣብዚ ኣቲካ ፋቨሬት ትገብራ ብጀካ እቲኦም ኣብ ፋቨሬት እትካዮም ካልእ ኩሉ ከም ዝበልኩም ይዕፈን ማለት እዩ ወይ ከዓ ካብዚ ኤቭሪዋን ተልካ ከዓ ኤቭሪዋን ክትኽሪያ ኤቭሪዋን ግን ትርጉም የብላን ካብ መጀመርያ እውን ሰት ክትገብራ ኣይነበረካን ማለት እዩ ኤቭሪዋን ተኮይኑ ኖዋን ካብ ዋላ ሓደ ካብ ዋላ ሓደ ካብ ዝኾነ ክድወለና ኣይደልኒ ዋላ ካብቶም ካብ ፋብሪ ዋላ ናይ ስራሕኻ ይኹን ዋላ ናይ ፋሚሊ እዚ እውን ክድወለካ ኣይክእልን እዩ ማለት እዩ ኖዋ እንተጌርካዮ ኣብዚኣ ትሕቲ ኣደላ ሽዑ ፋብሪ ተጌርክያ ከምቲ ዝበልኩኹም ነቲ ኣብ ፋብሪ ዘእተኻዮም ሊስ ኣብ ኮንታክት ናትካ ፋብሪ ዘለዉ ሰባት ክድውሉልካ ኣፍቂድካ ኣሎም ኣለኻ ኣብታ ትድቂ ሰላሳ ሰዓት ሽዑ እዚኦም ሰባት እዚኦም ደው ኢሎምልካ ሪንግ ክትገብር እያ ንዓኻ ከተስስኣካ እያ ካልእ ግን ኩሉ ሰብ ማንም ይኹን ማንም ዝደወለ ናባኻ ኣይመፅን እዩ ኣይርብሸካን እዩ ካብ ድቃስካ ኣይተስእካ ወይ ከኣ ኣብ ክላስ ተሊካ ንዓካ ኣብ ክላስ ዲስተርብ ኣይገብረካን እዩ ሰላም ጌርካ ትምሃር ወይ ከኣ ሰላም ጌርካ ትድቅስ ጥዑም ሕልምታት ትሓልም ተረዲካኒ ማንም ሰብ ከተስእካ ኣይክእልን እዩ ልክዕ እታ ሰዓታት ስኬጁል ጌርካያ ዝነበርካ ሰዓታት ምስ ወደእት ግን ኣብዚ ንመለስ እሞ ተመሊስና ንርኣዮ ኣብዚ ሎለ ሰዓት ካብ ፋርስ ክሳብ ሰዓት ሓደ ማለት እዩ ኣብዛ ሰዓት እዚኣ ብጀካ እትኦም ናተይ ፋቨሬት ኢለ ዘእትዎም ኮንታክት ካልእ ብምሉኦም ተዓፅዮም ኣለዉ ዋላ ደው ኢሎምለይ ንዓይ ኣይነገረንን እዩ ናብቲ ኖቲፊኬሽን ሰንተር ግን እኸይድ ፅቡቕ ነገር ናይዚኣ እንታይ ሕጂ መን ደው ኢሉ ነሩ ክትፈልጥ ትኽእል ኢኻ መን ሰዓት ክንደይ ወይ ድኻ ዝኾነ ዓይነት ቴክስት እውን ተሰዲሙልካ ክትረኽቦ ትኽእል ኢኻ ኣብቲ ኖቲፊኬሽን ሰንተር እዚኣ ስለ ድኸፈትካያ ቡግ ገይሮም ተዓፅዮም ማለት ኣይኮነን ዝተደወለካ ደወል ዝተሰደደካ ብምሉእ ቴክስት ኣብቲ ኖቲፊኬሽን ሰንተር ኬርካ ክትረኽቦ ትኽእል ኢኻ ሽዑ ኣብቲ ናፃ ድኾንካሉ ሰዓትካ ክትምልሰሎም ወይ ክትድውለሎም ትኽእል ማለት እዩ ሕጂ ናብቲ ናብዚኣ ክንምለስ ኢና ናብዛ ናይ ፋቨሬት ከመይ ጌርና ከዓ ናብ ፋቨሬት ኮንታክት ንእቱ ናብ ድሕሪት ክንምለስ ኢና ማለት እዩ ናብ ድሕሪት ተመሊስና ባክ ኢልና እዚ ኩሉ ኦል ወይ ንድሕሪት መፂና ኣብዚኣ ንኣቱ ኣብዚኦም ኮንታክት ሕጂ ሓደ ኣብ ፋቨሬት ከተእቱ ደሊኻ ሓደ ይኮኖም ሕጂ ናተይ ሕጂ ልዕሊ ዓሰርተ ገለ ኣለዋ ፋቨሬት ዳቱ ስፔሻል ከምዚ ናይ ፋሚሊ ፍሬንድ ገለ ዳርጋ ዝበዝሑ ሰም እትዋት እዮም ኣብዚ ኣቲኻ ሕጂ ኣብነት ሓድሽ ከርእየኩም ኣብዚ ኣቤል ቱ ድብለሉ ኣብ ፋቨሬት ከነእትዎ ኢና ኣቤል እቲ መጺኻ ኣብዚ ኣድ ቱ ፋቨሪትስ ዝብል ኣሎ ኣብዚ ኣድ ቱ ፋቨሪትስ ትገብሮ ኣድ ቱ ፋቨሪት ሕጂ ኣምታይ ኣብ ኮሊ ሰጅ ንክገብረልካ ዲኻ ፋቨሪት እቲ ኸደ ኣለኻ ኮል ንክገብረልካ ዲኻ ወይ ከኣ ቪድዮ ከምዚ ፌስ ታይም ማለት እዩ ወይ ዋትሳፕ ገለ ሕጂ ኣብቲ ኮል ኣብቲ ኮል ተእትዎ ኣብዛ እቲ ከኣ ፋቨሪት ትእትዎ ማለት እዩ ወዲእካ ኣለካ እሰ እብዚ ሕጂ ኣነ ኣብቲ ሰዓት ኣይትረብሸኒ ድበልክዋ ሰዓት ኣብቲ ዶን ዲስተርብ ሚ ኦፕን ድገበርክዎ ሰዓት እዚ ሰብ ዝደዊለይ ክመፀኒ እዩ ንዓይ ግድን እዩ የርእየኒ እዩ ማለት እዩ ምክንያቱ መሪፅዮ ኣለኩ ተመሊስካ ናብ ዝተወፅእ ወፂእና ሸዑ ናብ ሪፒትድ ኮልስ ዝብለካ ኣሎ ሪፒትድ ኮል ሕጂ ክትከፍቶ ትኽእል ኢኻ ክትዓፆ ትኽእል ኢኻ ተዓፅያ ኣላ እዛ ናይ ሕጂ እዚኣ ሪፒት ኮል ትብለላ ምስ ተዓፅያ ኣላ ንክትከፍታ ኣገዳሲ ድብሎ ነገር ከ እንታይ ኣሎ መሲሊካ እንታይ ይብለና ኣሎ ኣብዚ እቲ ኦፕሽን እንታይ ሂብና ኣሎ A second call from the same person within 3 minutes will be not be silenced ሕጂ ሓደ ሰብ ከምዚ ደጋጊሙ ድውለልካ ተሊስ ሜቢ ከምዚ ኦሪጀንት ክኸውን ይኽእል ወይ ከምዚ ኣገዳሲ ኣገዳሲ ነገር ኮይኑ ድውለልካ ከይህሉ ነዚኣ ምኽፋት ፅብቕቲ እያ ይብል ኣነ ማለት ሕጂ ከምዚ ዋላ ካብቶም ካብቶም ኣብ ሊስት ኣብ ፋቨሬት ደእተኻዮም ቴሌፎናት ሓደ ሰብ ዝድውለልካ እሞ እታ ቀዳመይቲ ሳይለንት ክትከውን እያ ካልኣይቲ ኣብ ውሽጢ ሰለስተ ደቂቅ ካልኣይቲ ተደጊሙ maybe ሕጂ ከምዚ ኣገዳሲ ነገር ስለ ዘለዎ ደጋጊሙ ክድውለልካ ስለ ዝኽእል እሳ ሽዑ ከምዚ ሳይለንት ኣይትኸውን እያ ከም ዝድወለካ ደሎ ተርእየካ ማለት እዩ ሪንግ ይገብር ኣብ ሞባይልካ ሕጂ እዚኣ እታ ጥቅማ ተሊኻ ከ ኦፍ ትገብራ ዋላ ዓሰርተ ግዜ ይደውለለይ ኣይቅበሎን ትብል ተኾንካ እውን ኦፍ ትገብሮ ትኽእል ኢኻ ብጀካ እትዮም ናይ ፋብሪ ደፍቀድካሎም ካልእ ዝኾነ ኣይቅበልነት የጋ እውን ትገብሮ ትኽእል ኢኻ ግን ተከፊትካዮ ጽቡቅ ይብል ማለት እዩ ምክንያቱ ኣብታ ቀዳመይቲ ሓደ ሰብ ኖርማል ከድውለልካ ክእል እዩ ከምዚ ሳይለንት ክትኮነ እንተ ኣገዳሲ ኮይኑ ክደግመልካ እዩ ኣብ ውሽጢ ሰለስተ ደቂ ተደጊምልካ ሕጂ ሪንግ ክትገብር እያ ማለት እዩ ሞባይልካ ንዓኻ ክመጸካ እዩ ከም ዝድውልካ ደሎ ከርእየካ እዩ ሕጂ ከምዚኣ ኦፕን ምግባራ ጽብቅቲ ይብል ኣነ ብድሕሪኡ ኣክቲቭ ይብለካ ኣሎ እዚ ኣክቲቭ ማንዋል ኣውቶማቲክ ገለገለ እዩ ደሎ ኣውቶማቲካል ባዕላ ኮኔክት ክትከውን ትኽእል እያ ወይ ከዓ ኣብዚ እንታይ ይብለካ ኣሎ ወን ኮኔክት ቱ ካር ብሉቱዝ ልክዓ መኪና ኣቲኻ ናብቲ ናይ መኪና ብሉቱዝ ምስ ኣተው እውን ክጠፍእ ትኽእል እያ እቲ እንታይ ሽሙ ዶን ዲስተርብ ባዕሉ ኣክቲቭ ክኸውን ይኽእል እዩ ምክንያቱ ድራይቭ ዳገበርካ ከለኻ ዝኾነ ቴሌፎናት መፂኡ ንዓኻ ዲስትራክት ከይገብረካ ማለት እዩ ወይ ከዓ ማንዋልካ ባዕልካ ኣብ ደለኻዮ ሰዓት መሪፅካ ተእትዎ ሕጂ ናተይ ኣብቲ ደልዮ ሰዓታት ባዕለይ ስለ ደእትዎ ማንዋል ገይረ ኣለኹ ካብዚ ንምለስ ተመሊስና ኣብዚ መጺና ሽዑ ኣውቶ ኣውቶ ሪፕለይ ይብለካ ኣሎ ኣውቶ ሪፕለይ ማለት ከምዚ ኣውቶማቲካሊ ባዕሉ መልሲ ድቦም ንዖም ሪፕለይ ዝገብረሎም ማለት እዩ ኣብዚ ሕጂ ናይ ፋቨሬት ጥራይ ክትገብራ ትኽእል ኦል ኮንታክትስ ዝበላ ሕጂ ናተይ ኮም እየ ዝገብሮ ማለት ኦል ኮንታክትስ ናብ ዝኾነ ማለት እዩ ዝኾነ ሰብ ዝድውለለይ ኣብዚ ኣብቲ ሰዓት ዶ ሰብ እንዶ እተኽእሉ ሰዓት ዝኾነ ሰብ ዝድውለለይ ዳይሬክት እዚኣ ትኸዶም ሪፕለይ ትኸዶም ማለት እዩ ዋላ ንስኻ እውን ዝኾነ ዓይነት ክትቅይሮ ትኽእል ኢኻ ናተይ ግን እዚኣ ደላ ኣውቶ ሪፕለይ እታ መሰኛ ቦም ትኸይድ ባዕላ ኣውቶማቲክ ትኸዶም ይድውልልካ ምሽ ዳሓር ሽዑ እስኻ ኣብቲ ዶንት ሰብ ሚ ኢኻ ተልካ ኣውቶማቲክ እዛ መሰጅ እዚኣ ይምለሶም ናብኦም ይኸይድ ማለት እዩ እንታይ እያ ትብል I'm quite busy right now I will call you back as soon as possible ተልኻ ክትቅይሮ ትኽእል ኢኻ ኣብዚ ኣቲኻ ነዚ ኩሉ ደሊት ጌርካ ተልኻዮ ማለት እዩ ኣነ ለስ ዩ ሰይ ከምዚ ዋላ ፅባሕ ክብለልካ ክትብሎ ትኽእል ኢኻ ፅባሕ ክብለልካ ኖርማል ትብሎ ኣብዚ ኣቲኻ I will call you tomorrow I will call you tomorrow ኣሰ ዳን እዚኣ ወዲእኻ ደኻ እጂ እዚኣ ኣውቶማቲካሊ ማለት እዩ ናብቲ ዝመረፅካዮ ሰብ እጂ ናብ ኦል ኮንታክት ኮይና ናብ ኦል ኮንታክት እዮም ዝመረፅካዮም ሰባት ማለት እዩ ወይ ናብ ናይ ፋቨሬዲ ገለመለ ናብኦም ኣብቲ ድወለልካ ሰዓት ስኻ ኣብቲ ዶን ዲስተር ዝገበርካላ ሰዓት ምስ ዝድውለካ እዛ ቴክስት እዚኣ ኣውቶማቲካሊ ትኾኖም ከይጠወቅካያ ከለኻ ማለት እዩ ሰው እዚኦ ንመስላ ናይ ሎሚ መዓንቲ ብጣዕሚ እየ ለመስግን ስለቲ ምክትታልኩም ካልእ ከምዚ ዓይነት ድኾነ ክቀርበልኩም ዝደልዩ ኣብ ኮመንት ጸሓፉለይ ኮምቦ ወይ ኣነ ክሪኦ እቲ በቲ ናትኩም ጠለባት መሰረት ከኣ ከዳልወልኩም ክፍትን